ሰላም ተኻታተልቲ መደባት ፈንቅል ኤሪ ሜድያ ከመይ ትሓድሩ ንሎም ሶሉስ ዓሰርተ ክልተ ግንቦት ብቀዳማይ ትሕዝቶ መደባት ቀሪበ ኣለኹ ንምክእታልኩም ብክብሪ ይዕደም ሰናይ ምክእታል ኩቡራት ተኸታተልቲ በቲ ቀዳማይ ንሪኣ ኣገዳሲ ዛዕባ ምስ እንፍልም ብቐጥታ ምስ መዳይ ዲፕሎማሲ ሃገርና ኤርትራ ዝተተሓዘ ኮይኑ ትማሊ ኣብ ከተማ ኣስመራ ክልተ ዓበይቲ መደባት ተኻይዱ ይርከብ ኣሎ። እቲ ቀዳማይ መደብ፣ መዓልቲ ሕብረት ኤውሮጳ ኣብ ኤርትራ ብድምቀት ከምድተጸንበለ ሕብረት ኤውሮጳ ኣብ ወግዓዊ መርበብ ሓብሬትኡ ኣስፊሩ ይርከብ ኣሎ። ኣብዚ ሰፊሩ ዝርከብ ዘሎ ከምዚ ዓይነት ሓበሬታ፣ መዓልቲ ሕብረት ኤውሮጳ ኣብ ኤርትራ ብክብ ዝበለ ስነስርዓት ከምድተጸንበለ ላዕለዎት ሰበስልጣን መንግስቲ ኤርትራ ኣብቲ ኣጋጣሚ ከምዝተረኽቦ ሚኒስተር ጉዳያት ወጻኢ ኣቶ ዑስማን ሳልሕ ናይ ክብሪ ዕድም ኮይኑ ብምርካብ ነቲ ኣጋጣሚታት ከም ዘድመቖ ሕብረት ኤውሮጳ ድሕሪ ምግላጽን ድሕሪ ምጥቃስን፣ ዝተፈላለየ ነቲ መዓልቲ ዝውክል ስፖርታዊ ንጥፈታት ከም ዝተኻየደን ከም ዝተወደበን ብምጥቃስ፣ ኣብ መንጎ ኤርትራን ሕብረት ኤውሮጳን ዘሎ ርክባት ናብ ዝበረኸ ደረጃታት ንምዕባዩ ይሕይሉ ክሰርሕ ምዃኑ ሕብረት ኤውሮጳ ኣብ መወዳእታ መልእኽቲ የሕሊፉ ይርከብ ኣሎ። ኣብዚ ሕጂ እዋን ኣብ መንጎ ኤርትራን ሕብረት ኤውሮጳን ሓያል ዝኾነ ጽምዶ ዲፕሎማሲ እናተኻየደ ይርከብ ኣሎ። እቲ ካልኣይ ዝተኻየደ ዝዓበየ መደብ መዓልቲ ናጽነት ሕቡራት መንግስታት ኣሜሪካ ኣብ ከተማ ኣስመራ ተጸንቢሉ ይርከብ ኣሎ። ኣብቲ ኣብ ቀጽሪ ኤምባሲ ኣሜሪካ ኣብ ኤርትራ ዝተኻየደ መደባት ሚኒስተር ጉዳያት ወጻኢ ኣቶ ዑስማን ሳልሕ ናይ ክብሪ ዕዱም ኮይኑ ተረኺቡ ነይሩ። እዚ ኣብ ኤርትራና ዝካየድ ዘሎ ከምዚ ዓይነት ኣገዳሲ ጽምዶን ዲፕሎማስያዊ ርክባትን፣ መዳይ ዲፕሎማሲ ሃገርና ኤርትራ ክሳብ ክንደይ ናብ ዝለዓለ ደረጃታት በሪኺ ይርከብ ከም ዘሎ ዓበይቲ ምስክርነት ኮይኑ ይርከብ። ክቡራት ተኸታተልቲ ካብዚ ዜናታት ከይወጻና ዓለማዊ ውድብ መግብን ሕርሻን፣ ኤርትራ ውሕስነት መግቢ ንምርግጋጽ ተካይዶ ኣብ ዘላ ጸዕርታት፣ ምስ መንግስቲ ኤርትራ ንልዕሊ ሰላሳ ዓመታት ተሓባቢሩ ከም ዝሰርሐ፣ ኤርትራ ክሳብ ሾትኣን ዕላማኣን እትወቅዕ ምስ ኤርትራ ዘለዎ ርክባት የሐይሉ ክቕጽል ምኻኑ፣ ኤርትራ ኣብዞም ዝሓለፉ ልዕሊ ሰላሳ ዓመታት ኣመዝጊባቶም ትርከብ ዘላ ዓበይቲ ዓወታት ብቓላት እውን ከም ዘይግለጽ ምስክርነት ይህብ ይርከብ ኣሎ። ዓለማዊ ውድብ መግብን ሕርሻን ሓደ ካብቶም መሻርኽቲ መንግስቲ ኤርትራ እዩ። ኣብዚ ሕጂ እዋን እውን ምስ መንግስቲ ኤርትራ ብምትሕብባር ኣብ ዝተፍላለዩ ፕሮጀክታት እናተሳተፈ ይርከብ ኣሎ። ምስ መንግስቲ ኤርትራ ብምትሕብባር ዝተፍላለዩ ሃገራትን ውድባትን ኣብቲ ኤርትራ ንኣትያቶ ትርከብ ዘላ ሓደሽቲ መድረኻት ህንጸትን ልምዓትን ምዕባለን ብመምርሒታት መንግስቲ ኤርትራ እናተቐለሱ ዝተፈላለየ ንጥፈታት እናሰላሰለ ይርከቦ። ክቡራት ተኸታተልቲ ናብቲ ካልኣይ ኑሪ ኣገዳሲ ዛዕባ ምስ እንሰግር እዚ እውን ብቐጥታ ምስ ሃገርና ኤርትራ ዝተተሓዘ ኮይኑ ላዕለዎት ሓለፍቲ ናይ ባንክ ልምዓት ኣፍሪካ ናብ ኤርትራ ብምቕናዕ ምስ ሰበስልጣን መንግስቲ ኤርትራ ኣገዳሲ ርክባት ብምክያድ ከም ዝተሰማምዑን ከም ዝተፈራረሙን ትማሊ ጸብጻብን ዜናን ወጺኡ ይርከብ ኣሎ። ኣብዚ ወጺኡ ዝርከብ ዘሎ ከምዚ ዓይነት ጸብጻባት፣ ላዕለዎት ልኡኻት ናይ ባንክ ልምዓት ኣፍሪቃ ናብ ከተማ ኣስመራን ካልኦት ልምዓታዊ ቦታታት ናይ ኤርትራ ናይ ስራሕ ምብጻሕ ድሕሪ ምክያድ ምስ ሰበስልጣን መንግስቲ ኤርትራ ወሳኒ ዝበልዎ ርክባት ኣካይዶም ከምዝተሰማምዑን ከምዝተረዳድኡን ኣብዚ ሓበሬታታት ኣስፊሮም ይርከቡ ኣለው። ምስ ሃገርና ኤርትራ ኣብ ዝተፈላለዩ መዳያት ስርሓት ከሰላስሉ ምዃኖም እቲ ቀዳምነታት ተዋሂብዎ ዝርከብ ዘሎ ጉዳይ ጉዳይ ፋይናንስ፣ መጓዓዝያ ከምኡ'ውን ጸዓት ከምዝኾነ ኣብዚ ሓበሬታታት ተገሊጹ ይርከብ ኣሎ። መንግስቲ ኤርትራ ንመዳይ መጓዓዝያን ጸዓትን ናይ ቀዳምነት ቀዳምነት ኣትሒቡ እናሰርሓሉ ይርከብ ኣሎ። ካብዚ ዝሓለፈ ሰለስተ ዓመታት ኣትሒዙ ኣብ መዳይ ጸዓት ዓበይቲ ዓበይቲ ስርሓት ይሰላሰሉ ኣለዉ። ተሪፉ ዝርከብ ዘሎ ዝዓበየ ዕማም እቲ ኣብ ኤርትራና ዓበይቲ መሓንቖታት ኮይኑ ዝረከብ ዘሎ ጉዳይ ጉዳይ መጓዓዝያ እዩ። መንግስቲ ኤርትራ ንጉዳይ መጓዓዝያ ሙሉእ ብሙሉእ ንምቕራፍን ንምፍታሕን ምስ ባንክ ልምዓት ኣፍሪቃ ኣብ ከምዚ ዓይነት ኣገዳሲ ስምምዓት በጺሑ ይርከብ ኣሎ። ባንክ ልምዓት ኣፍሪቃ መሻርኽቲ ኤርትራን መንግስቲ ኤርትራን ብምዃን ኣብ ሃገርና ኤርትራ ዝተፍላለየ ዓበይቲ ፕሮጀክታት እናሰላሰለ ይርከብ። ኣብ ደቀምሓረ ዝተሃንጸ ጸሓያዊ መመንጨዊ ጸዓት ናይ ሓምሳ ሚልዮን ዶላር ፕሮጀክታት ሕጂ'ውን ኣብ ጋሽ ባርካ ዝህነጽ ዘሎ ብደረጃ ሃገር ዝዓበየ መመንጨዊ ናይ ጸሓያዊ ጸዓት ፕሮጀክታት እውን ባንክ ልምዓት ኣፍሪካ ዝመወሎ እዩ። ባንክ ልምዓት ኣፍሪካ ሕጂ እውን ምስ ሃገርና ኤርትራ ኣብ መዳይ መጓዓዝያን ፋይናንስን ዓበይቲ ስምምዓት ከቲሙ ይርከብ። ክቡራት ተኻታተልቲ ናብ ሳልሳይን ራይ ኣገዳሲ ዛዕባ ምስ እንሰግር ስርዓት ብልጽግና ብሃታ ሃታ ንሚኒስተር ጉዳያት ወጻእ ናይቲ ሃገር ናብ ኣሜሪካ ብምስዳድ ምስ ጸሓፊ ሚኒስተር ጉዳያት ወጻእ ኣሜሪካ ማርኮ ሩብዮን ፍሉይ ልኡኽ ዶናልድ ትራምፕ ንጉዳያት ኣፍሪካን ሃገራት ዓረብን ተማላማሲው ርክባት ከም ዘካየደ መንግስቲ ኣሜሪካ ወግዓዊ ጸብጻብን ሓበሬታን ዘርጊሑ ይርከብ ኣሎ። ብመሰረት እዚ ወጺኡ ዝርከብ ዘሎ ሓበሬታ ኣብዚ ርክባት ነቲ ኣብ ኢትዮጵያ ኣጋጢሙ ዝርከብ ዘሎ ነውጽን ዕግርግርን ኣብ ዞባ ቀርኒ ኣፍሪቃን ኣብ ሱዳንን ዘሎ ኩነታት ከምኡ'ውን ንማያት ቀይሕ ባሕሪ ዝምልከት ወሳኒ ርክባት ከምዘተኻየደ ኣብዚ ሓበሬታ ተጠቒሱን ተገሊጹን ይርከብ ኣሎ። ስርዓት ብልጽግና ንሚኒስተር ጉዳያት ወጻኢ ናይታ ሃገር ናብ ኣሜሪካ ዝሰደደሉ ቀንዲ ምኽንያታት እውን ምስ ኤርትራ ሸንጉሉና ዝበል ጻውዒታት ምቕራብ እዩ። ብወገን መንግስቲ ኣሜሪካ ነቲ ቀሪቡ ዝርከብ ዘሎ ናይ ሽምግልና ጻውዒታት እንታይ ዓይነት ምላሽ ተዋሂቡዎ ዝርዝራዊ ሓበሬታ ኣይሰፈረን ኣሎ። ትማሊ መንግስቲ ኣሜሪካ ንስርዓት ብልፅግና ሂብዎ ዝርከብ ዘሎ መልእኽታትን መምርሒታትን ኣርባዕተ ነጥብታት ናባኹም ከብሎ። እቲ ቀዳማይ ምስ ግብፅን ሱዳንን ብጉዳይ ግድብ ህዳሴ ተፈጢሩ ዝረከብ ዘሎ ሓደገኛን ኣዋጣርን ኩነታት ስርዓት ብልፅግና ብሰለማዊ መንገዲ ክፈትሖን ኣብ ሓደ ስምምዕ ክበፅሕን ኣብ ሱዳን ዝገብሮ ዘሎ ኢድ ምትእትታው ሙሉእ ብሙሉእ ደው ከብልን ኣብ ሱዳን ዝገብሮ ዘሎ ሓደገኛ ኩነታት ነታ ሃገርን ንዞባ ቀርኒ ኣፍሪቃን ናብ ካልእ ሓደጋታት የውድቕ ስለዘሎ ስርዓት ብልጽግና ብህጹጽ ካብ ተግባራቱ ክቑጠብ። እቲ ሳልሳይ ስርዓት ብልጽግና ምስ ክልል ትግራይ ኣጋጢሙ ዝርከብ ዘሎ ዝተፈላለየ ዲፕሎማስያዊን ፖለቲካውን ምስሕሓባት ብሰለማዊ መንገዲ ክፈትሕ ኣብ ልዕሊ ክልል ትግራይ ዝኾነ ይኹን ወተሃደራዊ ስጉምታት ከይወሰድ፣ እቲ ራብዓይን ናይ መወዳእታን ኣብ ዞባ ቀርኒ ኣፍሪቃን ማያት ቀይሕ ባሕርን ብፍላይ ከኣ ብሰበብ ባሕርን ኣፍደገ ባሕርን ናብ ኤርትራን ሶማልን ስርዓት ብልጽግናን ኢትዮጵያን ዘካይድዎ ዘለዉ ምንቅስቓስ ንፖሊሲ መንግስቲ ኣሜሪካ ስለዘይሰማማዕ ኢትዮጵያ ካብ ተግባራታ ንኽትቁጠብ መልእኽታት ተዋሂብዋ ይርከብ ኣሎ። ሚኒስተር ጉዳያት ወጻኢ ኢትዮጵያ ናብ ኣሜሪካ ዘቕንዐ ነዞም ኣርባዕተ ዓበይቲ መልእኽታትን መጠንቀቕታን ተሰኪሙ

ኣብ ኣሜሪካ ብምራኻብ ክዘራረቡ'ዮም ክዕረቑ'ዮም እናተባህለ ዜናን ጸብጻባትን ወጺኡ ነይሩ። ሚኒስተር ጉዳያት ወጻኢ ኢትዮጵያ ናብ ኣሜሪካ ብምቕናዕ ምስ ሰበስልጣን መንግስቲ ኣሜሪካ ከምዚ ዓይነት ርክባትን ናይ ሸምግሉኒ ጻውዒታትን ከቕርብ እንከሎ፣ ሚኒስተር ጉዳያት ወጻኢ ኤርትራ ኣቶ ዑስማን ሳልሕ ኣብ ከተማ ኣስመራ ካልእ ኣገዳሲ ርክባትዮ ዘካይድ ነይሩ። ስለዚ ከምቲ ደጋጊምና ንብሎ መንግስቲ ኤርትራ ምስ ዝኾነ ይኹን ሃገርን ወገንን ብዛዕባ ላእላውነቱን ክብሩን ሪሙን ዶባቱን ዝደራደርን ከምኡውን ኣብ ዋጋ ዕዳጋ ዘእቱ ኣይኮነን። መንግስቲ ኣሜሪካ ንስርዓት ብልጽግና ሂብዎ ዝርከብ ዘሎ ቀጢን ትእዛዛት ነዚ ዝመስል መራኸቢታት ናይቲ ሃገር ኣብ መንጎ ኣሜሪካን ኢትዮጵያን ብጉዳይ ጸጥታ ማያት ቀይሕ ባሕሪ ርክባትን ዘርርባትን ተኻይዱ እናበልካ ዝዝርጋሕ ዘሎ ኣጉል ዝኾነ ዜናታትን ሓብሬታታትን ዝኾነ ይኹን ኤርትራዊ ከይደናገር መርገጺ ኣሜሪካ ኣብዚ ዞባን ኣብ ኣፍሪቃን ንጹር ኮይኑ እዩ ዝርከብ ዘሎ ትማሊ እውን መንግስቲ ኣሜሪካ ንጉዳያት ኣፍሪቃ ዝምልከት ኣብ ገጻ ትዊተር ኣገዳሲ ወግዓዊ ሓብሬታ ኣስፊሩ ይርከብ ኣሎ ኣብዚ ስፊርዎ ዝርከብ ዘሎ ከምዚ ዓይነት ሓብሬታ ቅድሚኡ ዝነበረ ምምሕዳር ባይደን ኣብ ልዕሊ ህዝብታትን ሃገራትን ኣፍሪቃ ብፍላይ ከኣ ኣብ ዞባ ቀርኒ ኣፍሪቃን ትሕተ ሰሃራ ኣፍሪቃን ዓበይቲ በደላት ከም ዝፈጸመ ንኣሜሪካ ኣብ ፖሊሲታታ ኣብ ዓበይቲ ሓደጋታት ከም ዘውደቓ ብምሕባር ምስ ህዝብታትን ሃገራትን ጽምዶ ብምፍጣር ነቲ ኣጋጢሙ ዝርከብ ዘሎ ሓደጋታት ንምፍታሕ መንግስቲ ኣሜሪካ ናይ ቀዳምነት ቀዳምነታት ጉዳያት ሂቡ ክሰርሓሉ ምዃኑ ንህዝብታትን ሃገራትን ፖሊሶም ከም ዘለዉ ተቐቢልካ ምስኦም ጽምዶን ርክባትን ምፍጣር እቲ እንኮ ኣማራጭታት ከም ዝኾነ ብንጹር ኣስፊርዎ ይርከብ ኣሎ። እዚ ከኣ ነቲ ሎቢስትን ጋዜጠኛታትን ፖለቲከኛታትን ኣብ ኣሜሪካን ካልእ ምዕራባዊ ዓለም ብምዃን ነቲ ኣብ መንጎ ኤርትራን ኣሜሪካን ተፈጢሩ ዝርከብ ዘሎ ጽምዶን ርክባትን ንምኹላፍ ከካይድዎ ዝቐነዩ ምንቅስቓሳት ሙሉእ ብሙሉእ ዝቐብርን ትሕቲ ባይታ ዘስፍርን ኮይኑ ይርከብ። ክቡራት ተኸታተልቲ ናብቲ ራብዓይ ናይ መወዳእታ ንሪኦ ዛዕባ ምስ እንሰግር ትማሊ ንስርዓት ብልፅግና ዘሰናበደ ፍጻሜታት ተኸሲቱ ይርከብ ኣሎ። ኣብ ክልል ዓፋር ናይ ኢትዮጵያ ሓደ ካብቶም ዝለዓሉ ሰበስልጣን ኣብ ጉዳይ ወተሃደራዊ መዳይ ዝኾነ ኣርባዕተ ሚእቲ ዝኣኽሉ ዕጡቓት ወተሃደራት ሒዙ ዶብ ጥሒሱ ናብ ኤርትራ ብምእታው ምስቶም ኣብ ኤርትራ ዝተፈላለየ ወተሃደራዊ ታዕሊምን ምቅርራብን ዘካይዱ ዘለዉ ተወለድቲ ክልል ዓፋር ናይ ኢትዮጵያ ተጸንቢሩ ይርከብ ኣሎ። እዚ ዜናታት ሓደ ካብቲ ንስርዓት ብልጽግናን ምክልኻል ናይታ ሃገርን ፈጥፈጥ ኣቢሉ ዝርከብ ዘሎ ኩነታት እዩ። ተወለድቲ ክልል ዓፋር ወግሐ ጸብሐ ዶብ ብምስጋር ናብ ሃገርና ኤርትራ ብምእታው ንስርዓት ብልጽግና ካብ ስልጣኑ ንምእላይ ምንቅስቓሳት ክካይዶ ጸኒሖምን ኣለዉን። እዚ ትማሊ ተኸሲቱ ዝረከብ ዘሎ ከምዚ ዓይነት ምዕባለታት፣ ኣርባዕተ ሚእቲ ዝኣኽሉ ወተሃደራትን ዕጡቓትን ሒዝካ ናብ ኤርትራ ምእታው፣ ንስርዓት ብልጽግና ከሰናብዶ ግድን እዩ። ዓቢዱን ተጸሊሉን ዝርከብ ዘሎ ስርዓት ብልጽግና፣ ንመሬት ክልል ዓፋር ናይታ ሃገር ከም መንጠሪ ባይታ ብምጥቃም፣ ንወደብ ዓሰብን ኣፍ ደገ ባሕርን ዝብል ትልምን ዕላማታትን ንምግባር ምንቅስቓሳት ኣካይዱ፣ ሕጂ ግን ብግምጣሉ መሬት ክልል ዓፋር ንስርዓት ብልጽግና ሓውን ረመጽን ኮይንዎ ይርከብ። ኣርባዕተ ሚእቲ ዝኣኽሉ ዕጡቓት ዶብ ሰጊሮም ናብ ውሽጢ ኤርትራ ክኣትዉ ማለት ንብልጽግና'ዚ ምሉእ ብምሉእ ናይ መወዳእታ ሰዓታት ዕርበቱ ዘቀላጥፍ ኩነታት'ዩ። ተወለድቲ ክልል ዓፋር ናይ ኢትዮጵያ ኣብ ውሽጢ ሃገርና ኤርትራ ዝርከብ ዘሎ ዝትፍላለየ ወተሃደራዊ ልምምዳት የካይዱ ከም ዘለዉን ኣብ ሓጺር እዋን ንስርዓት ብልጽግና ካብ ስልጣኑ ንምውሓው እቲ ምንቅስቓስ ክጅምርዎ ምዃኖም ብተደጋጋሚ ሓበሬታታት ክህቡ ጸኒሖምን ኣለዉን። ኣርባዕተ ሚእቲ ዝኣክል ሰራዊትን ዕጡቕ ሓይልን ዶብ ሰጊሩ ምስቶም ንስርዓት ብልጽግና ካብ ስልጣን ንምእላይ ኣብ ኤርትራ ዝንቀሳቐሱ ዘለዉ ተወለድቲ ክልል ዓፋር ናይታ ሃገር ምጽንባሮም ማለት ንስርዓት ብልጽግና ሓደ ካብቲ ኣጋጢምዎ ዝርከብ ዘሎ ዝዓበየ ወተሃደራውን ዲፕሎማስያውን ክሳራታት ኮይኑ እዩ ዝርከብ። ኣርባዕተ ሚእቲ ወተሃደር ዶብ ሰጊሩ ናብ ኤርትራ ምእታው ማለት ከምዚ ዓይነት ዜናታት ክትሰምዕ ኣብ ኢትዮጵያ ዘሎ ኩነታት ኣብ መወዳእታ ደረጃ ከም ዝበጽሐ ጥራይ ኢኻ ክትፈልጥን ክትርዳእን ትኸእል። ብርሃኑ ጁላ ዝሕዞን ዝጭቡጦን ጠፊእዎ ይርከብ ኣሎ። ኣንጻር ኤርትራ ዝተሓስበ ተንኮላት ናብ ርእሶም ገንጢልና ኣብ ከምዚ ዓይነት ናይ ሸለብ ገለብ ኩነታት የእቲናዮም ንርከብ ኣለና። ምስ ሻዕብያ ተሃላሊኽካ ዝኸውን ነገር የለን። ስርዓት ብልጽግና ኣብ መሬት ክልል ዓፋር ዕጥቅና ጦራትን ሰራዊትን ክኹሙር እንከሎ ሻዕቢያ ዝሑል ማይ እናሰተየ ነቲ ኩነታት ይከታተሎ ነይሩ። ሻዕቢያ ንሰበስልጣን ስርዓት ብልፅግናን ፖለቲካ ናይታ ሃገርን ዒስራ ሰላሳ ዓመታት ንቕድሚት ሓሊፉዎም ስለዝፀንሕ ነቲ ንሳቶም ዝሓስቡዎ ተንኮላትን ክፋእን ብኸመይ መንገዲ የፍሽሎ ዝፅግሞ ኣይኮነን። እዚ ኣብ ክልል ዓፋርን ኣብ ኢትዮጵያን ንከታተሎን ንዕዘቦን ዘለና ፍፃሜታት ውፅኢት ናቱ ኮይኑ እዩ ዝርከብ። ክቡራት ተኸታተልቲ ፈንቅል ኤሪ ሜድያ ንሎሚ ኣዳልየ ዝነበርኩ ቀዳማይ ትሕዝቶ መደባት እዚ ክትከታተልዎ ዝጸናሕኩም እዩ ዝመስል ነይሩ። ኣብ ናይ ምሸት ብካልእ መደባት ክሳብ እንራኸብ ሰላም ወሰናይ ኣብ ዘለኹሞ ብሩኽ መዓልቲ ደቂ ሪም።